እምበኣርከስ ዛንታ'ቶም ክልተ የዕሩኽ ኣብ መንጎ ኣርሴማ ኣብ ዝሓለፈ ብናይ ቴክኒክ ጉዳይ ብዘይ ምስዳድና ካብ ብልቢ ይቕሬታ እንዳበልና ንሎሚ ግን ከምቲ ልሙድ ሓሙሻይን ሻድሻይን ክፋል ዛንታ'ቶም ክልተ የዕሩኽ ኣብ መንጎ ኣርሴማ ሒዝናልኩም መጺእና ኣለና።

ተስፋይ ኣርሴማ ከም ዝፈተወቶ ምስ ነገረቶ ብዘረባኣ እናተገረመ ንውሱን ሰከንድታት ኣብ ሓሳብ ከም ዝኣተወ ሮቤል ድሕርቲ ኣብ ዓራቱ ኮይኑ ነቲ ዝመልኦ ቪድዮ ምርኣዩ ድሮ በቲ ቪድዮ ሒዝዎ ዝነበረ እናፈራርሐ ነታ ዝሰኣን ኣርሴማ ኣብ ሕቑኡ ንኽእትዋ ቴሌፎኑ ልዒሉ ናብቲ ኣርሴማ ተኻርያቶ ዝነበረት ገዛ ንኽኸይድ ከባቢኡ ከጸናጽን ከም ዝጀመረ በጺሕና ነርና። እምበኣርከስ ክቡራት ተኸታተልትና ንሎሚ እውን ሓምሻይን ሻድሻይን ክፋል ዛንታቶም ክልተ ይዕሩኽ ኣብ መንጎ ኣርሴማ እንታይ ሒዛህልና መጽያ ትህሉ ሓቢርና ንከታተል።

ሮቤል ድሕሪ እቲ ምጽንጻኑ ማለት ከባቢኡ ጸጥታ ዝመልኦ ልክዕ ከምቲ ጸሓይ ምስ በረቐት ሰባን ተሽከርከርታን ኣብዛ ዘይተተኣማምን ዓለም ከሽከርክራን ክዘሉን ዘይወዓሉን ዘይወዓላን ፀሓይ ኣብ ምዕራባ ኣኣብ ሰፈሮም ብምትሓዝ ኣብ ትሕቲ ፈጣሪ ንወርሒ ብምምሕፃን ማእዝኖም ኣጥፊኦም ዝግ ዝብሉ ነዚ ኩነታት ዝተዓዘበ ሮቤል ኣብ ፈገግታ ሓሳብ ብምእታው በቃ ካብ ሎሚ ክሕልፋ የብለይ ብዝተኽኣለኒ መጠን ሎሚ ሕቕፍኣ ዘስተማቐለላ ባህገይ ዘስምረላ ሓያልን ትኩርትን መዓልቲ ክትከውን እያ ክብል ናብታ ሰብ ዘስፍረልካ ዘይተተኣማምን ገዝኡ ግልጽ ብምባል ወይ ንዓወት ወይ እውን ንፍሽለት እናበለ ተፋንዩዋ ናብ ገዛ ኣርሴማ ንምብጋስ የእጋሩ ብምድላው ካብታ ከፍ ኢልዋ ዝነበረ ተንስአ። ካብ ክውንነት ወጻኢ ኣዝዩ ኣሰካፊ ይገብር ምህላው ስለ ዝተረድኦ ስክፍትኡ ናብ ውሽጡ ብምዕቋር ባዕላ ትፈልጥ ብዝኾነ ሎሚ ክትሓልፍ የብላ ክብል ራዕራዕ እናበላ የእጋሩ ሰራሕ ክብል ጉዕዝኡ ናብ ኣርሴማ ጀመረ። ኣርሴማ ድሕርትን ተስፋይ ኣብ ልበይ ዓቢ ቦታ ከፊተልካየ እንድዕ ንስኻ ምበር ምባላ ኩነታት ተስፋይ ግን ዘይከም ትጽቢታ መልሲ ክህባ ሃረር እንዳበለት ኣብ ስቕታ ብምህጣሙ ውሽጣ እናተረበሸ እንታይ ደኣ ደስ ዘይበለካ ትመስል ተስፋ ሓወይ ኣነ እኮ ኣብ ልበይ ሰፈር ከም ዘለካ ነጊረካ እምበር ተገዲድካ ኣብ ናተይ ድሌት ክትጥዕም ኣይኮነን ብዝኾነ ደስ ተዘይበለካ ድሓን ድሕሪ ምባላ ተስፋይ ዘረብኣ ሆሊፉ ኖኖ ደስ ዘበለኒ ማለት ኮይኑ እኮ ኣይኮነን ኣርሴማ ሓፍተይ ደሓር ከዓ ንስ ክትመስል ረኺበሞ እንታይ ከፊኡኒ እዩ ግን ብዘይ ቀልዓለም ተገሪመ ማለት ሲ ንስ ክትመስሊ ፅብቕቲ ናባይ ብምቁማትኪ ከምኡ እውን ዓርኪ ዘይብልኪ ብምፅናሕኪ ከይገረመኒ መቸም ኣይሓለፈን ከይትግረሚ ኣመና ፅብቕቲ እሞ ከዓ ብኢድካ ሒዝካያ ትረስሒ ጓል ንዓይ ትምልከተኒ ኮይኑ ይስምዓኒ እዩ። ከምኡ እውን ከምዚ ከማይ ርእሰ ተኣማምነት ምጉዳል ካብ ሕልምታቶምን ድሌታቶም ተቋናጺቦም ናይ ማዕዶ ዓይነ ፈረጅ ብምዃን ንዒንቶምን ባህጎምን ከየስመሩ ተሰናኺሎም ኣብ ናይ ውሽጦም መኽዘን መርዘን ባህግን ክውነትን ንኸስምሩ ሰማይን ምድርን ስጋብ ዝጽልምቶም ምስ ኣካላቶም ብምባእስ ሕብሪ ገጾም፣ ጭዋዳታት ኣካላቶምን ከም ኣድው እዮም ዝረኣዩ። ብዙሓት እዮም። ስለዚ ከዓ ኣርሴማ ሓፍተይ ተገሪመ ብኸምኡ እየ ከዓ ስቕ ዝበልኩ። ሕጅስ ናይ ብሓቂ ዲኺ ኣፍቂርክኒ ኣለኻ ማለት ድዩ? እሞ ከዓ ኣብ ውሱን ግዜ ንዓይ ክፉእ ሰብ ብሓቂ ተገሪምካ ዘገርም ሓሳብ እዩ። እሞ ዓርሴማ ሓፍተይ ደጊምኪ ደኣ ምስ ውሽጢ ክተዛተይ እምበር እንድዕ ንዓይሲ ክብል ኣብ መንጎ ፍርሕን ድሌትን ብምቕርቃር የእምርኡ ብምንዋፅ ትርግታ ልቡ ካብ መጠን ንላዕሊ ህርመት እናወሰኸ ብኩትር ዝተረበሸ መንፈስ ካብ ግንባሩ ረሃፅ ኮረር ብምባል ተዛረባ። ሮቤል ነቲ ናይ ገዝኦም ካንሸሎ ብሰላሕታ ጉዕዝኡ ድሕሪ ምዝዛሙ ናብቲ ናይ ገዝኣ ማዕጾ ጽግዕ ክብል ኣብ ምጽንጻው ኣተወ። ኣርሴማ ብኩነታት ኣዘራርባ ናይ ተስፋይ እናተገረመት ኣቶ ተስፋይ ሓወይ ኣነ እኮ እንታይ ፅብእት ኮይኑ እየ የግዳ ክቡር መጠን ነብሱ የኽብረካ እንዲ ዝበሃል መቸም ኣኽቢርካ ንክብረት ይሃብካ ኣንታ ተስፋይ ሓወይ ሕጅስ ናይ ብሓቂ ዲኻ ኣነ ኣብ ዓለም ክነብር ኣፍቂድካለይ ክትብል ካብታ ጀበና ንክትሰርሓላ ኢላ ኮፍ ኢላትላ ዝነበረት ኩርሲ ብድድ ክትብል ዘሊላ ናብ ሕቕፍኡ ብምሕቋፍ ሃፋ ናይ ኣካላቱ ከተስተማቕር ሕግብግብ ክትብል ጀመረት ሮቤል እቲ ቅድሚኡ ኣብ ሽቓእ ብምኩሕኳሕ ልቡ ጥፊኡሉ ዝነበረ ማለት ተስፋይ ምስኣ ከም ዘሎ እንከይፈለጠ በይና ትዛረብ ዘላ ከም ጽልልቲ መሲልዎ ኣብ ዓሚቕ ናይ ሰንሰለት ሓሳብ ብምጽማድ በቲ ኣሴማ ክትዛረቦ ጸንሐት ዘረባ እናተገረመ እዋ ኣሴማ ደኣ ናይ ደሓን ድያ እንታይ ኮይና ኣላ ማለት ደኣ ክብል ምሒር እናፈርሐ የእዛኑ ብምዕራይ ኣተኪሩ ንኸጻናጽን ኣዝዩ ብምጽጋዕ ልሕግ ክብል ጀመረ። ተስፋይ እቲ ካብ ትጽቢቱ ንላዕሊ ዝኾነ መልክዕን ነብስን ኣካላታ ኣብ ሕቕፍኡ ምስ ተጸግዐ፣ ካብ ውሽጢ ኣካላቱ ንእለቱ ብሑቕ ለዊስካ ቅጫ ዘሰንክት ረስኒ እናተፍዐ ሰውነቱ ብረሃጽ ተሓጽበ። ኣርሴማ ነዚ ኩነታት ዝተዓዘበት ካብቲ ጠጠው ኢሎምሉ ዝነበሩ ማእከል ገዛ ብጸጋማ ኢዳ ንካሙችኡ ብምሓዝ ናብታ ኣብ መሬት ተነጺፋ ዝነበረት መደቀሲኣ ፍርናሽ ቀስ ኣቢላ ሰሓበቶ። ኣሰሓሕባኣ ናይ ንደቅስ ብሓንሳብ ዘርኢ ምልክት እዩ ነይሩ። ተስፋይ ናይ ገዛ ርእሱ ጽባቐ ከም ዘለዎ ረሲዑ ጽቡቓት ገራዙ እንትጥምት ርእሰ ምትሓት ብምውናን ንኣእምሮኡን ካብ መጠን ንላዕሊ ጻቕቲ ይገብረሉ ስለ ዝነበረ በታ ካብ ትጽቢቱ ንላዕሊ ዝኾነት ኣርሴማ ተደፋፊኡ ነቲ ዝዓደመቶ እንግቶት ፍቕሪ ሓንጎፋይ ብምባል ተቐቢሉ ምስ ኣደቀሰ ድንግል ከም ዘላ ዘይፈለጠ ተስፋይ ርግኣት ዘይብሉ ኣፈጻጽማ ድሕሪ ምፍጻሙ ካብታ ምስ ኣርሴማ ደቂሱላ ጸንሐ ፍርናሽ ብድድ ክብል ስሪኡ እናዓጠቐ ማእለያ ዘይብሉ ዋሕዚ ደም ዝተዓዘባ የዒንቱ እወ ኣነ ሓፍተይ ኣንታ ቀቲለያ እንዴ ደኣ ዝገደፍኩላ ዘይብለይ ኣየወዲሎም መሲ ሃንጎሊማ በቃ ካን ኣኺሉና ፀረ ሰብኣውነት ኮይና ክንነብር ክብል ናይ ውሽጡ ኣብ ድንጋፀ ናይ ኣርሴማ ብምጥሓል ኣቲ ኣርሴማ ሓፍተይ ዝገደፍኩልክ ደኣ ዘይብለይ ክብል መልሓሱ ወታእታ እናበለ ተዛረባ። እምባ ኣንታ እዚኣ ደኣ ተጸልላ ዘይኮነሲ ኣይ ንዓይ ክተጸልል እንድያ ደኣ ተፈጢራ። እዋይ ሮቤል ግን ደሓን ሮቤል መን ምዃነይ እንተዜርእያሲ ኣይኣነን እዩ ክብል ነታ ዝሓዛ ቪድዮ ናይ ኣርሴማ ብምጥማት ኣብ ኩቱር ማዕበል ሓሳብ ብምስፋፍ ከምታ ኣማጻጽኡ ሰላሕ ክብል እናፈከረላ ናብታ ጸባብ መጽበቢ ሓሳቡ ዝኾነት ገዝኡ ክምለስ ጀመረ። ኣርሴማ እቲ ብልዕሊኣ ዝወረደ ህሞት እኮ ክትጻወሮ እንተዘይከኣለት፣ ቃንዛኣ ግን እንቃዕ እናተጸመመት ናብ ውሽጣ ብምቕባር፣ መታን ከይሰልብዳ እቲ ብኩሉንትንኡ ዝበሃገቶ ኣርማ ናይ ትሑታት ትሑት ዝኾነ መኽበሪ ሰብ ማለት ተስፋይ ክትብል ኪድ እንታይ ክትቀትለኒ ደኣ ደሓር ከኣ ኣቶ ተስፋይ ሓወይ እዚ እኮ ሕጊ ተፈጥሮ እዩ ሕጊ ተፈጥሮ ከዓ ውዒለ ሓዲረ ናይ ግድን እየ ክሰግሮ ዘለኒ ስለዚ ኣይትሰከፍ እንቋዕ ጥራይ ነቲ ልበይ ዝመልኣለይ ክብሪ ሃብክዎ እምበር ካልእ ሰኣ ወልሓንቲ ተጣዕሲ የብለይ ክትብል ኩቱር ሕፍረታ ናብ ሰማይ ብምዕራግ ድፍረት ሓዊሳ ንገዛእ ርእሳ ትዕቢት ብዝመልኦ ትብዓት ክትውስክ ክትብል ካብ ውሽጣ እናበርበረት መልሓሳ ጌራ ቃላት እናሰርዐት በብሓደ ናብ ሰማዓ እዝኑ ኣብፅሐት። ኦይ እም ኣቲ ኣርሴማ ሓፍተይ ሕጅስ ጠቕላላ ጠቕላላ እየ ንዓኽ ከመዝን ዝኽእል ሚዛን ዘይብለይ ብኩልንተናኺ ኣብ ሓፂር ግዜ እምበር ምልኣት ውሽጠይ ፈልጥኪ ብርሃን ከንኪዮ ነዚ ህይወተይ ብዝኾነ ታንክስ ኣርሴማ ሓፍተይ ኣነኻ ቃል ትኹነኒ ቃል ኣምላኽና ከይዓፅፍ ዝጎነፈ ደኣ ይጉነፍ እምበር ካባኺ ከም ዘይፍለ ክብል ተስፋ ሓቦ ርፍታ ዝኾኑ ዋጥዑማት ቃላት ድሕሪ ምስግጋሩ ብዝኾነ ኣርሴማ ሓፍተይ ንስኺ ፀራርግ እየሞ ዝፍርናሽ ኣነ ከዓ ኣብዛ ሽቓ ኣቴ ሽንቲ ማየ ሸይነ ክመፅእ እየ ክብል ተዛሪብዋ ጉዕዝኡ ካብ ናይ ኣርሴማ ገዛ ብምውፃእ ናብታ ቅድሚ ሕጂ ብምኩሕካሕ ልቡ ጠፊኣቶ ዝነበረ ሽቓ ጸሩ ንኸራግፍ የእጋሩ ኣበገሰ ሮቤል ምስ ኩቱር ሕርቃን እንከሎ ኣብ ውሽጢ ገዛ ኣትዩ ጸርጸር ክብል ምስ ነብሱን ገዝኡን ንእሎቱ እንዳተባእሰ መሬት ጸልመተቶ። ሓረ ተስፋይ ሓወይ መቸም ሕጂ እኮ ምፍናው ዘድልየካ ኣይመስለንን። ምሽቓቕና እኮ ተላሊኾም እዮም ሓቀይ ክትብል ፍሽኽታ ኣሰንያ ባባ ከፊታ ኣፋነወቶ። ሮቤል ድሕሪ እቲ ዓቕሉ ጸቢብዎ የማን ጸጋም እንዳበለ ኣብ መንጎ ግን ሃንደበት ካብቲ ዓዲ ቴሌፎን ምስ ተደወለቶ ኩነታት ብምርግጋእ ገጹ ብማያ ወጅሁ ክብል ነተን ብሕርቃን ላሕቲተን ዝነበራ ጅማውቱ ብምፍታሕ ናብ ቴሌፎን ረሲድ ብምእታው ደወለ። ተስፋይ ከም ኣመሉ በቲ ጨና ናይቲ ሽቓ እናስካሕክሐ ለፍንጩ በፃብዑ እናዓበሰ ኣብ ዘይፈልጦ ማዕበል ሓሳብ ብምስፋፍ ኣርሒቑ ክገይሽ ጀመረ። ኣርሴማ ድሮ እቲ ዘይተዋጋገነ ንብረታ ድሕሪ ምውግጋን ምስ ኩትር ቃንዛኣ ቀሰይ እንዳበለት ናብታ ዝጀመረታ ቡን ብምምፃእ ስርሓ ጀመረት። ሄሎ ሄሎ እወ ይሰምዓኪ ኣለኹ ይሰምዓኪ ኣለኹ ትደ ከምዛ ዝብለኪ በቃ ኣነ ካብ ምድላይ ዓዲ ይወዓልኩን እንተኾነ ግን ብፍጹም ንተስፋይ ዓርከይ ክረኽቦ ይከኣልኩን እምበር ብቐዳማይ ከማን ኣቦይ ብርሃንን ኣደ ብረትን ዝገደፍለ የብሎምን ኣንታ ሮቤል ወደይ ካንዲኻ ነዚ ተስፋይ ወድና ኣብ ዝኣተዎ ኣቲኻ ምርካብ ኣብይሓና እንተ ዘይኮይኑ ንሕና ዘይንፈልጦ ሽግር እንተሃልዩ ኣንታ ሮቤል ወደይ ካብ ምቕባጽ ሓሊፍና ዶ እንታይ ክንብል ኢና ክብሉ ነዛ ልበይ ኣይ ናብዛ ዝባነዩ እንድዮም ሰቒሎሞ ውዒሎም ኢሉ ድሕሪ ምዝራቡ መዳራግሕ ዝኾነ ቃላቱ እንከይዛዘመ ረሲት ቴሌፎን ወዲኣ ቂምቂም ኢላ ተዓጽወት። ሽት እንታይ ዓይነት ህይወት ወደ ባእ ሕጅስ ዝረሲ ስቕ ኢሉ ዘየደውለና እዩ ክብል ነቲ ምንፅርፃሩ ምንፅርፃር ብምውሳኽ ሕርቃኑ ጥርዚ በፂሑ የዕንቱ ፈጠጥ ከብል ጀመረ ተስፋይ ኣብታ ጨናዊሻ ኮይኑ እቲ ሮቤል ክዛረቦ ጸንሐ ዘረባታት በብሓደ እናነጠረ ናብ ሰማዒ ኣእዛኑ ስለ ዝበጽሐ ዋ ኣንታ እንታይ ደኣ የሰምዕ ዘለኹ ብሓቂ ሮቤልሲ ኣብ ዝኸንሸሉ ኣሎ ኣታ ዘይሞተሲ ይረኸብ ክበሃል ከም ዝባል ኦ ሕጂ ሰላሕ ኢለ ናብ ኣርሴማ ከይድ እሞ ስራሕ ከም ዘላትኒ ነጊረ ሓኪመይ ከም ዝኣዘዘለይ ሰላሕ ኢለ ካብዛ ገዛ ክወፅእ ኣለኒ ኣንግሄ ግን ደሃይ ወዲ ረዘነ ዓርከይ ክገብር ኣለኒ እንቋዕ ጥራይ ኣሰሩ ረኸብኩ እምበር ክብል ሓሳባት ውሽጡ ድሕሪ ምስልሳል ካብታ ሽቓ ብምውጻእ ናብ ገዛ ኣርሴማ ተበገሰ። ኣትታይ ደኣ ክሳብ ሕጂ ብሸቓ ጸኒሐ ጥራይ ከይትብለኒ እንታይ መዓናጡኻ ዲኻ ክትሓጽብ ጸኒሕካ ክትብል ሰሓ ብምስናይ ተዛረበቶ ኣላ ኣርሴማ ሽኮር በቃ መጭም ኣኺልኪ ገር ኢኺ ኣነ ንዓኺ ብምርካበይ ብዘይ ቀልዓለም ይሕጉስ ተዓዲለ እንኳዕ ንስኺ ትመስሊ ለባም ገርሂ ፈቃር ምቕልልቲ ወሓሎ ቤናይ ጀሚረይ እሞ ቤናይ ክውድኦ ብዝኾነ ኣርሲተይ ንሕጂ ምናልባት ክትቀየምን ትኾኑ ኢኺ እንተኾነ ግን ዝግበር ስለ ዘየለ ኣብ ስራሕ ፅባሕ ናይ ምሸት እንደ ዝኣቱ ነይረ እንተኾነ ግን ሕጂ ዓምና ደው ኢሉለይ ነይሩ ናይ ንግሆ ናይ ግድን እቶ ኢሉኒ እቶም ሰራሕተኛታት ብምልኦም ሓደጋ ናይ መኪና ኣጋጢምዎም ስለ ዘሎ ስራሕ ኩሉ ናባኻ ይኹብለኒ ጸኒሑ ሕጂ ብዘይ ዝኾነ ኮፍ ገድፈኪ እተን ዘለዋን ግዜ ክዕርፈለን ዓርሲ ተሽኮር ኣሴማ ነቲ ኩሉ ዝተዛረቦ ዘረባ ብዘይ ዝኾነ ዕጢምጢ ስለ ዝተቐበለቶ ኖ ጸገም የብሉን ተስፋይ ሓወይ ይከኣል እዩ ጥራይ ብኡ ጌርካ ይጠፍእ መቸም ኣነ ድሕሪ ሕጂ ብዘይካኻ ዝጥምቶ ሰብ ከም ዘይብለይ ትፈልጥ ኢኻ ክትብል ድሕሪ ምዝራባ ኣብ ስክፍታ እንዳኣተወት ግን ፈቓደኛ እንተኾንካሲ ፌስቡክ ዶ ክንለዋወጥ ንኽእል ክትብል ሕቶ ቐረበትሉ ያ ይከኣል እዩ ቴሌፎን እንታይ ፀገም ኣለዎ ድዩ? እንተኾነ ግን ቴሌፎነይ ኣብ ገዛ እንድየ ገዲፈያ ዘለኹ ንስኺ ግን ኣት ክትብልኒ ትኽእሊ ኢኺ ዳታ እንተለኪ ማለት እየ እዋ እዋ ኣለኒ ክትብል ቃላታ እናሰባበረት ድሕሪ ምዝራባ ቴሌፎና ብምቕባል በል ፀሓፈለይ ናይ ፌስቡክ ሽምካ ክትብል ብድጋመ ሓትተቶ ተስፋይ ኦኬ ኢሉ ሽም ናይ ፌስቡኩ ድሕሪ ምጽሓፉ፣ በል ኣርሴማ ሓፍተይ ናተይ ፌስቡክ ተስፋይ ብርሃነ እያ ትብል ኣትካ ኢለኪ ኣለኹ። በቃ ጽቡቕ ተስፋ ሓወይ ናተይ ከኣ ኣርሴማ ረዘነ እያ ትብል ክትመጸካ እያ ደሓን ድሕሪ ምባላ ቻው ተባሂሎም ንሳ ገና ናብቲ ዘይጸገበቶ ሕልሚ ንሱ እውን ንገዝኡ እንዳኸደ ዘሰላሰሎም ሓሳባት ብምንፋቕ በብማእዝኖም ፋሕ ብትን በሉ። ሮቤል ኣጋጣም ተስፋይ ምስ ኣርሴማ ተፋንዩ ክኸይድ ዝረኣየ ሓንሳብ ዝሰዓሮ እከይ ስነ ሓሳብ ካብ ርእሱ ክወፀሉ ስለ ዘይከኣለ ደድሕሪኡ ብምኻድ ነቶም ኣብ ፊት ተኣኪቦም ዝነበሩ ቆልዑት ማለት ሱዳናውያን ሰለስተ ሚእቲ ብምሃብ ንተስፋይ ንክቐትልዎ ገንዘቦ ሂቡ ኣፋንዎም ናብ ገዛ ኣርሴማ ብምእታው

ኣርሴማ ተእል ብዝበለ ድምፂ ንሳውን ካብኡ ብዘይሓይሽ ሰላም የሮቤል ሓወይ ደሓን ዲኻ ከመይ ከ እንታይ ደኣ ኸ ዘይኣመልካ ለይቲ ምድሪ መፂኻኒ ናይ ደሓን ዲኻ ክትብል ሕቶ ኣቕረበትሉ ደሓን እዩ ደሓንካ ኣይኮንኩን። ኣርሴማ ብተግባራታ ብሕርቃን ጥር ዝበጽሕዎ ከም ዘሎ እንከይፈለጠት እሂ እንታይ ጸገም ኣሎ ድዩ ረቢል ሓወይ ክትብል ናብቲ ማእከል ገዛ ጠጠው ኢልዎ ዝነበረ ቅርብ ኢላ ጸገማቱ ንክትፈልጥ ሓተተቶ ጸገመይ ደኣ ንስኺ እንተኾንኪኺ ዘይትርድእኒ ዘለኺ መለሰላ። ዋይ ኣንታ ሮቤል ሓወይ ካልእ ከ መሲሉኒ ነይሩ ምሽ ንሱ ደኣ ነጊረካ ኣንታ ሮቤል ሓወይ ኣነ ንስኻን ከም ይሕዋት እምበር ብካልእ ኣይጠምተን ምሽ ኢለካ ድሓር ከኣ ካብ ፍቕርን ላዕልኮ ሕውነት ይዓቢ ክትብል ንድሕሪት ገጻ እናኸደት መለሰትሉ ናብ ኣና ቀረበ ሕው እነዶበልኪ ክብል መንኮባ እናዳህሰሰ ናብቲ ፍርናሽ መደቀሲ ኣደፊኡ ብናህሪ ውደቓ። ሕጂ ዝኾነ ኢልኪ ብጭቕ ኢልኪ ምስ ትዛረቢ ክኸፍኣኪ እዩ ስቕ ኢልኪ ጥራይ ክዳን ክውፅዮ እንተዘይኮይኑ ግን ሮቤል ኣንኳይዶ ዝሓለሞሲ ዝሓሰቦ ከይፈፀሞ ዝሓድር ሰብኣይ ኣይኮነን ረኣዩ እዚ ቪድዮ እውይ ኣንተ ረቤል ሓወይ በጃኻ በጃኻ ኣባይ ትጨክን በጃኻ ብወላዲትካ ልምነካ በጃኻ ረቤል ሓወይ ክትብል ዝርንዛሕ ንብዓታ እናነብዐት ለመነቶ። በጃኻ ኣይትጨክን ዶ በልኪ በርረ ኣዮ ሰብ ክጭቅነኣልካ ከሎ ክጭነቐሉ ኣለካ ሰብ ክጭክነልካ ከሎ ማዕረ ክንድዚ ቃንዛ ከም ዘለዎ እዚ ኩሉ ዓመታት ከዓ ከምዚ ቃንዛ እየ ዝሕልፍ ነይረ ሕጂ ግን ዝኾነ ዓይነት ኣብ ልዕሌኺ ድንጋፀ ዝበሃል ስለ ዘይብለይ እቲ ብፍትወት ዝሰኣንክዎ ብሓይሊ ከም ዝረኽቦ ከርእየኪ እየ ሕጂ ስእል ክዳውንቲ ክውፅዮ ዘረባ ይተብዝሕለይ ክብል ብነድሪ ተዛረባ ኣርሴማ ዝርንዛሕ እናነብዐት ከም ዘይገድፋ ስለ ዝተረድኣ ነቲ ብካት ብካት እናወሰኸት በብሓደ ክዳውንታ ተውፅኦ ጀመረት ሮቤል ኣብታ ዕለት ንሳ ሓጎስ መንጢሉ ሓጎስ ንኸርዊ ድምብር ጽንከይ በሎ ክዳውንቱ ውጽኡ ምስኣ ደቀሰ። ኣርሴማ ኣብ ሓደ ወቕቲ ሓደ ብርሃን ሓደ ጸልማት ብምርኣያ ምስ ነብሳ ኣማሪራ ተባእሰት።

እምበኣርከስ ክቡራት ሰማዕትና ሓምሻይን ሻድሻይን ክፋል ዛንታቶም ክልተ ይዕሩኽ ኣብ መንጎ ኣርሴማ ኣብዚ ትፍጸም ሻብዓይ ክፋል ሒዝናልኩም ክሳብ ንመጽእ እንተፈቲኹማ ሼር ላይክ ኮመንት ሳብስክራይብ እናገበርኩም